እንታይ ኢና ንርኢ ዘለና የሕዋተይ ንተፍቅሮ ሰብ ሞስኡ ኢኻ እንታይ ትገብር ግዜ እተሕልፍ ንሕና ከኣ ንእግዚኣብሄር ብምሉእ ልብና ብምሉእ ሓይልና ብኩልንትናና ከነፍቅሮ ተጸዊዕና ኢና ከም ነፍቅሮ ምልክቲ ከኣ እንታይ እዩ ቃሉ ከነስተንትኖ ቃሉ ክንበልዖ ብጸሎት ኣብ ቅድሚ እግዚኣብሄር ክንቀርብ ብዛዕባ ኣምላክ ክንዛረብ መጀመርታ ግን ንሕና ምስኡ ዘለና ሕብረት እንታይ ክንገብሮ ኣለና ኩሉ ግዜ ከነጸብቆ ኩሉ ግዜ ከነመዓራርዮ ኩሉ ግዜ ምስኡ ክንከውን እዩ ዘለና ኣሕዋተይ ስለዚ እዚ ኢለ ካልእ ከኣ እንታይ እንተሪኢና ኣሕዋተይ ብጣዕሚ ዝገርመኩም ናይ ዳዊት ማለት እዩ ዳዊት ከዓ ብጣዕሚ ቃል እግዚኣብሔር ዘንብብ ዝነበረ ሰብ እዩ ብጣዕሚ ቃል ኣምላኽ ይናፍቕ ነይሩ ኣብ ሓንቲ ቕሳማን እንታይ ኣንቢበ ነይረ ዳዊት ዝበሎ ሲ ብናፍቖት ቃልካ ሲ ኣዒንተይ ሓመቓ ኢሉ ሲ ክዛረብ ከሎ ገርመኩም እኳ እዩ ብናፍቖት ቃልካ ሲ ዒንተይ እንታይ ኮነ ሓመቓ ብጣዕሚ ንቃል እግዚኣብሔር እንታይ ገብሮ ነይሩ ይናፍቖ ነይሩ ዳዊት ስም ኣምላኽ ይባረኽ። እንታይ ይብል መሲልኩም ኣብ ብፍላይ መዝሙር ዳዊት ምዕራፍ 119 ካብ ጥቕሲ 21 ጀሚሩ ከንብቦ ከምዚ ይብል ነብሰይ ንምድሓንካ ትናፍቕ ኣላ ንቃልካ እጽበዮ ኣለኹ መዓዝ ኢኻ እተጸናናዕኒ እናበልኩ ብናፍቆት ቃልካ ኣዒንተይ ሓመቓ ረይዎ ብናፍቆት ቃልካ እንታይ ኾነ ይብሉ ኣዒንተይ ሓመቐ ይሲ ማዕረ ክንደይ ዳዊት ቃል ኣምላኽ እንታይ ይገብር ነይሩ ይናፍቕ የንብብ ነይሩ ስም ኣምላኽ ይባረኽ ሽዑ እንታይ ኢሉ መሲልኩም ኣብ ሰብዓን ክልተን ብፍላይ ካብ ኣእላፋት ወርቅን ብሩንሲ ሕጊ ኣፍካ ይሕሸኒ ካብ ኣላፋት በቃ ካብ ኣላፋት ወርቅን ብሩንሲ ሕጊ ኣፍካ ይሕሸኒ ስም ኣምላክ ይባረክ ንዓካ እንታይ ይሕሸካ ንዓኪ እንታይ ይሕሸኪ ምስ ኣምላክ ኮንካ ዶ ኣብ ሂወትካ ምስላጥን ምቕናዕን ዕጋበትን ሓጎስን ተስፋን ዶ ይሕሸካ ወይስ ኣብቲ ምድራዊ ነገርካ ድሌትካ እንዳገበርካ እንዳሰራሕኻ ድዩ እንዳተማሃርካ ድዩ ብዛዕባ ኣምላኽ ግዲ ዘይብልካ ብዛዕባ ኣምላኽ ሓሳብ ዘይብልካ በቲ ምድራዊ ክትወሓጥ እቲ ምርጫ ናትና እዩ እግዚኣብሔር ግን እንታይ እዩ ዝብለና ኩሉ ግዜ እንተደለኹም ንሲ ብርግፅ ክትረኽቡኒ ኢኹም ጸውዓኒ እሞ ክምልሰልካ ዘይትፈልጦ ዓብይን ስሩን ነገር ከኣ ከርእየካ እዩ ዝብል ስለዚ ናይ ሎማዓንቲ እንታይ ነይሩ በቃ ብምሉእ ልብና ናብ እግዚኣብሔር ኣምላኽ ንመለስ እቲ ዘዋጻና እግዚኣብሔር ኣምላኽ ጥራይ ብምሉእ ሓይልና ናብ እግዚኣብሔር ኣምላኽ ንመለስ እቲ ዘዋጻና እግዚኣብሔር ኣምላኽ ጥራይ ነቲ ቃሉ ለይትን መዓልትን ነስተንትኖ ነቲ ቃሉ ለይትን መዓልትን እንታይ ንግበሮ ንብልዓዮ እግዚኣብሔር ኣምላኽ ንሱ እንታይ እዩ? እሙን ኣምላኽ እዩ።